ሰላም ኣሕዋት ኣብ ናይ ለማዓት ፊድና ኣብዚ ማሕበራዊ ሚድያ ሓደሽን መዘራረትን ዘሎ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ። ዓለም ዓለም ዓለም ጎዶሎ እያ። ኣብ ግዜይ ናብ ሰዓተይ እንቃዕ ደበክ ኢለኩም ኣለኩ። ኣብዚ ቀረባ ግዜ ሲ ሓደ ብጣዕሚ ዘሕዘነኒ ታሪክ ሰሚዐ። ብዛዕባ እዚኣቶምን ካልኦትን ክንርኢ ኢና ሰናይ ምክትታል። Yow ሰላም ሰላም ዝኸበርኩም ናይ ረማይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማናትኩም ተመሊሰ መፅእ ኣለኹ እሸውሓ ጥቕሚ ኩሉ ንሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሱ ዘይሰኣን ብምቕፃል ናይ ልምዓት ፊድና ከም ዝተለመደ ክንስሓቕ ክንጫወት ክንዘናጋዕ ክንምሃር ኩሉ ሙሉ ኣብ ቦታና ተረኺና መፅእና ኣለና ቅድና ቪድዮና ምተና ግን ነሻ ነዚ ሓድሽ ዲኹም በይዛኹም በይዛኹም ሓድሽ ምዃን ይትፍተዩ ሰብስክራይብ ብምጋር ቤተሰብ ኮኑ ብምቐፃል ነዛ ቪድዮ እዚኣ ድማ ናብ ብዙሓት ሰባት ክበፅሕ ስለ ዘለዋ ላይክ ሸር ብምጋር ይረስዕ ሕዝና ቪድዮና ከተኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኸሪ ዝሓትት ሰናይ ፃንሒት እሺ ኣሕዋት እስፊ ዲና መጀመር ክኮን ናብዚኣ ከጀምረኩም ኣብ ኮመንት ምጽሓፍ ኣይትረስዑ ተመስገን ኢልኩም ማለት እዩ። ተመስገን ምባል ጽቡቕ እዩ ምሳዕይ ነብርኪ ኣለኹ ወፊረ ድማ ብሰላም ይምለስ ኣለኹ ነዛ ናይ ዕለት እንጀራይ ድማ ረኺበ ይምገብ ኣለኹ ብሰላም ደቂሰ ድማ ብሰላም ይትሳእ ኣለኹ ተመስገን እየ ዝብል ካብ ክንደይ ጸላእተይ ዝሕልወኒ ተመስገንካ ኣምላኽ ካብ ክፉእ ትስውረኒ ተመስገንካ ኣምላኽ ንዝደልዮን ዝምነዮን ትህበኒ ተመስገንካ ኣምላኽ። ተመስገን ምባል ጽቡቕ እዩ ነዚ ዘለኽዎ ንኸይስእኖ ንኣምላኽይ ባሪካን ቀዲስካን ሃበኒ እየ ዝብሎ ብጀካ ንሱ ካልእ ወልሓደ የለን ኣብ ደቂ ሰባት ምውካል ማለት ንእግዚኣብሔር ካብ ምርሳዕ ማለት እዩ። እሺ ኣብሓዛ ቪድዮ ከምስለናያ ብጣዕሚ ደስ ዝብል እዩ ማለት ንክነመስግን ምክንያት ክንእልሽ የብልናን ብዙሕ ምክንያት ስለ ዘለና ማለት እዩ ስለዚ ውሓት ኩላትና ተመስገን ማለይ ንረስዕ ተኽኢልኩም ድማ ጽሓፎ ኮመንት ተመስገን እስቲ ውሓት ካብ ዝመቐጻል ድማ ማለት እዩ በለስ ብሓጋይ ኣብ ኤርትራ ይሽየጥ ኣለዎ እስቲ ንረእ

እሾሓዝ ቪድዮ ከም ዘለናዮ እዩ እዛ ሓፍትና ታዲያ ተጋግያ መሲልኩም ግዜ መራርፃ ማለት በለስ ኣብ ዝናብ ገለ መለ ይሽየጥ እምበር ብፀሓይ ምድሪ በለስ ኢልክ ተዘይርኺ በቃ ቆሊዖም ገዝኺ። ሰው ዝመታ ዮና ኣሎ ሂወት ምስ ኣባሓጎይ እሺ። እንታይ እዩ ኮይኑ እዚ ወዲ እታ ዝቆጸራ ጓል እንድያ ደንጉያቶ እህ ከምኡ ድዩ እዚኣ ድያ እታ ጓል እወ እዚኣ እንድያ ትመጽእ ኣላ ሕጂ ሃበኒ እስከ እቲ ሪሞት ንእሽተይ ክነሕልፈላ ምሽ ንሪኣ ኣለና ንምንታይ ኣነ ድኣ ቀልጢፋ እንተ በጽሐት ኢለ ዋይ ዝባሓጎይ እውይ ይድወለኒ ኣሎ ሓንሳብ እስከ ኣንታ ቆልዓ እንታይ ድኣ ኮንካ ተጥፍኣ ይድወለኒ እንድዩ ዘሎ እሞ ንመዓስ ዳላ ናብቲ ቆጸራ ክትበጽሕ እዛ ጓል? ደንጉያቶ እንዳ ረኣኻያስ መሊስካ ከኣ ጠጠው ተብላ። ኣሃ እዛ ቪድዮ ከም ዝረኣናያ እያ ማለት ምስ ኣባሓጎኻ ገለ መለ ፊልም ራኢ ከምዚ ድዩ እስቲ ንገሩና ሓቂ ተኾይኑ እዚ ነገር። ዶንቆሮ ሰብኣይ ዶንቆሮ ሰብኣይ ሰልዲ ሃበኒ ኣታ ዶንቆሮ ሰብኣይ ይድለኒ ዩ ንገዛ ካራይ ይድለኒ ዩ ንገዛ ካራይ ሓምሳ ወላ ሚኢቲ ሓምሳ ንጽፍረዪ ኣታ ዶንቆሮ ሰብኣይ ሓሙሽተ ሚኢቲ ደልየ ወላ ሽሕ። ኣሕ እዛ ቪድዮ ሪኢኹማ ኣለኹም ማለት ብጣዕሚ ሼር ነይርዋ እዛ ቪድዮ ምክንያቱ እንታይ እዩ ኣዋደድ ቫይራል ከውፅእ ኣይደልየን እዛ ቪድዮ እዚኣ ሲ ብጣዕሚ ሼር ናገበርክና ነይረ ክነብ ቲክቶክ ገሪምኒ ገሪምኒ ማለት ፍትሒ እባ ንወዳ ትሕደጉ ሓንቲ ጓል ንሓዳር ክትመርፃ ከለካ ሞያ ወሳኒ እዩ ሞያ ወሳኒ ምግብ ክስራሕ ኣለዎ ንግሆ ተሲእኻ ገዓት ክብላዕ ኣለዎ ምክንያቱ ድኻም እዩ ቅድሚኡ ስለዚ ገዓት ገለመለ ምኽኣል ኣድላይ እዩ ግን ትፀገም እንታይ ኣሕዋት ብጣዕሚ ብዙሓት ዋልድ እየን ገዓት ዘይኽእላ ንረእ እዚ ቪድዮ እዚ ኣሕዋት ረኣዩ ጭራሽ ብክልተ ኣዴታት እያ ትምሃር ዘላ ገዓት ምግዓት ኣብይዋ ግን እዚኣ ሀዚ ኣውዳት ክትመርፅ ኪያ ፍሉጥ ፍሉጥ ትመርፅ

ካኣ ወዲ ትመርጻ እምበር ጋዓት ገለ ዘይካኣልካ ከቢድ እዩ። ሜሪ ተመርዓዊ ዘይትምርዓዊ ብደውኪ ትኣርጊ ኣለኺ ዘይትወልዲ ትብሉኒ ሰባትሲ ሰብኣይ ኣበይ ኣሎ ሰብኣይሲ ኣበይ ኣሎ ኣብዚ ሎሚ መሊኦም። ግዜ ኩላ ስረኣ ለቢሳ ን ስረኣ ፈቲሓ ቀሚሻ ለቢሳትሉ ዘላ ዘመንሲ ሰብኣይ ካበይ ኣምጺኣ ኣነ ክምርዓው ክወልድ Love you። ኣሕ እዚ ቪድዮ ምስ ሰማዕናዮ እዚ ሓፍትና ካኣ ታይ እዩ ጸጊምዋ ዘሎ ክምርዖ ነይረ ግን ሰብኣይ ኣበይ ኣሎ መሊኦም ኣለዉ መሊኦም ኣለና ኣለና ወሉ በይዛኹም ዋላ ናታ ቪድዮ ኣትኹም ኣለኹ ኣለኹ በልዋ እሺ ኣሕዋት ካብዚ ብቐፃ ንሪኣ ቪድዮ ማለት እዩ ትረንድ እዩ ትረንድ ብቐዳማይ ናምፃኽልኹም ነይረ እየ ዝኾነ ስእሊ ናይ ገዛት ስእሊ ሞ ብኤኣይ ናብኡ ዝኾነ ዝልምን ወይ ሆምለስ ሰብ ገለ ይኣቱ ካብኡ ነዲኻ ወይ ናብ ቦኻና ደወልካ ዝመፅኒሲ ከእትወዶ ገለ ገለ ኢልካ ፕራንክ ምግባር እዩ ንረኦ እዚ ቪድዮ ረዮ ማማይ እዚ ትወዲ ንቢኒ ይፈልጦ እየ ገለ መለ ገለ ኢሉኒ ቀደም ምሳይ ኔሩ ኣብ ካምፕ ዶ ገለ ኢሉኒሲ እሞ ገለ እንታይ ይገብረካ ገለ ኢሉኒሲ በጃኺ ጠሚየቱ ንቆ ኔረ ገለ ኢሉኒ ወርሓደ ሰብ ከኣ የለን በጃካ ኣብዚ ገዛ ትእትዎ ዶ ኣብቲ ኣፍ ደገ እዩ ዘሎ ይእትየ ዶ መግቢ ክቦ ገለ
ትእትውዮ እሞ መግቢ ሃብዮ ቀልጢፍኪ ነቦኺ ደውልሉ ኣቦኺ ከ ናበይ ከይዱ ኣሎ ናበይ ከይዱ ኣቦኺ
እንድዒ ሰብ የለን ባባ ከኣ የለን ኣነ ዓንተው ተሲኤ ሰዓት ዓሰርተ ሲ ሰብ ኣይነብርን ሕጂ ከኣ እንዳሎ ዓልኩ ኮእዩ መጺኒ ዝእትዎም መግቢ ክህቦ ይፈልጦ እኒ ቢኒ ገለ መለ ገለ ኢሉኒ ሕጂ ይእትዮም መግቢ ክህቦ
ከምዚ ድስሕብ ድሰኸረ ገለ ደመስል ድሓን እዩ ከመይት እዩ ውቃቢኡ ጥራይ ጥምየት ድዩ ደለዎስ ወይስ ድሰኸረ ገለ መስል እዩ። እሲ በየን ረኺብኪ ብካንሸሎ እኺ የእቲኽዮ ደለኺ በየን ረኺብኪ።

ኣነ ኣብ ሙዚቃ ወሊዐ ነይረ ጽግያት ኣይሰማዕኩን ሽዑ ቆሪቡ ናብቲ ኣፍደገ ብእኡ ኣትዩ ከኣ እቲ ካንሸሎ ከምዚ ተኸፊቱ እዩ ነይሩ ብእኡ ኣትዩ በቲ ካንሸሎ ደሓር ከኣ ንሰክት ዝኾነ ዘርየ መሲልኒ ሽዑስ ንቢኒ ይፈልጦ ገለ መለ ገለ ኢሉ ብዛዕባ ሚሊ ተዛሪበኒ
ሓውዮ መድሃኒኣለም ኣሚንና ድሓን ሓውዮ ንፈልጥ መድሃኒኣለም ኣሚንና
መግቢ ክቡር ቀልጢፉ ደማ ይወጸለይ ይኸውን ሰዓት ክንደይ ክትመጽ እስኺ። ክያይ እትየ ኣለኹ መግቢ ክበል እየ ዋእ ሕጂ ኪድ ኣነ ከወጽ እየ ንስራሕ ክኸይድ እየ ገለ ክብለ መግቢ ምስ በልዐ። ኣነ ድኣ ሰዓት ሓደ እየ ድወጽእ ካብዚ።
ኣሕዋት ዘን ማዘር ግን ተረጋጊዐን ብጣዕሚ ርግዕ ኢለን በቃ እትውዮ ኣትዩላ እንታይ ኣለዎ ንፈጣሪ ኣሚና እሺ ቀሪቢኡ ግን ዋ ክንዱ እስካዕ ሰዓት ሓደ ኣነ ምስኡ ክተና ኣይክእልኒ መግቢ ምስ ሃብኮ ገለ ንዓ ኣነ ክወፅእ እየ ንዓ ኪድ ቢኒ ከዓ የለን ምሳና ኣይቅመጥን እዩ ገለ መለ ክብለ እየ ያቆብ ኩሉ እየን ከፍርሓካ መኣት እዩም ዝቁጠን ሓቀኛ ዳታካ ኣይትዕፀውዮ ማማየ እስኪ ዳታ ኣይትዕፀውዮ ምክንያቱ ዝኮነ ክፀሕፈልኪ ይክእል እዩ ኣነ ኣይትዕፀውዮ ክሳብ ከይድለይ እዩ ዝብለኪ ኣቲ ማማየ ርእዮ ደቂሱ እዚ ዝወፀለይ ኣይመስልን እዩ ባባ ከዓ ደዊሉ ፀኒሓ ይመፅእ ኣለኩ ገለ ኢልኒ እዛ ርእዩሞ ደቂሱ እቲ ሳሎን ደኺመ ቆሪረ ገለ ኢልኒ ንኣንሶላ ሃብኒ እባ ገለ ኢልኒ ክኸውን ይኽእል እዩ ጠብዩ ቆሪሩ ክኸውን ይኽእል እዩ ድሓን ኣይትሰንብዲ መፀኪ ኣሎ ኣቦኺ ድሓን ይደቅስ ኣይትበልዮ ጫማ ከዓ ድሓን ክንርእየሉ ኢና። ጫማ ደይብሉ እሪኦ ኣለኹ። ኣነ ፈሪሐ በይነይ ኮይነስ ስኽናይ ጫማ ገለ ትብሉ እሞ ክድቅስ ክገድፎ። ኣቲ ማመይ ኣይትደውልለይ ቮይስ ስደድለይ ምሳይ እዩ እኮ ዘሎ ቮይስ ስደድለይ ቮይስ።
ኣቦኹ ዶ መጺእኪ መጺኡ ዶ ኣቦኺ ኣቦኹስ መጺኡ ዶ።
ኣይመጸን ግን ደዊለሉ ኔረ ይመጽእ ኣሎ ኢሉኒ ግን ስጋብ ሕጂ ኣይመጸን ዘሎ። ደሓን ግን ኣይትደውልሉ ምኽንያቱ ኣነ ወላ ደዊለሉ ጸኒሐ ይመጽእ ኣለኹ ስለ ዝብለኒ ግን ስቕ ኢልና ክንድቅሶ ማመይ እዚ ዝወጽኣ ይመስለኒ ዘሎ ይኣኽለካ ዶ ክንብሎ። እንጀራ እንካ በልዮ እሞ እንጀራ ኣብሊዕኺ ትሰድዮ እንጀራ ቅድም ሃብዮ ውዑይ ሃብዮ ኣሕዋት እዛ ቪድዮ ዝተኣኽለና ብጣዕሚ ነዊሕ ቪድዮ ከይበዝሐኩም ብምቕፃል ናይ ዘነዴና መልሲ ኣነ ገሪምኒ ማለት ቅድሚ ሕዚ ናረናዮ ነራ ቪድዮታት መን እዩ ታት ክብረት ይኽዮ ኣውፅዮ ገለ መለ እዩ ነይሩ ናይዚኤን ግን ይፍለ እዩ በቃ እትውዮ ጫማ ከ የብሉን ጫማ ነው ኢና ፀገም የብሉን ምግቢ ብላዕ ንመጀመርያ ግዜ ዘይተሳኽዕ ፕራንክ ኣብ ወለዲ ተገይሩ ዘይተሳኽዕ ፕራንክ ርኢና ኣሕዋት ንቐፅል

ሓደ ወዲ ተባዕታይን ሓንቲ ጓል ኣንስተይትን ናብ ዕዳጋ ክንከይድ ከለና ማነጅመንት ንሕና ድኹማት ኢና ሰን ንካባላይ ሰን ካብ ኣዴታት ካብ ገለ ድወረስኦ ነገር ኣሎ ኣዴታትናስ ወራዙት እየን ምሽ ዕዳጋ ከይደን እቲ በዓል ድኳን ከይሓረቐ ንሰን ተሓጒሰን ሰብኣየን ከይኮረየ እየን ደወሃሃዳ ጉዳይ እቲ በዓል ድኳን ኣይሓርቕኒ ሰብኣይ ኣይኮርኒ ብዙሕ ኣጥፊኣ ኢሉ ሰባ ተሐጎስ እያ ሕጂ እዘን ኩለን ኣማሊኤን ዝኸዳ ወራዙ ኣዴታት ስለ ዘለዋና ኣዋልድ ኣሕዋትና ከኣ ካብኣን እየን ወሪሰንኦ። ሕጂ ንሕና ናይ ብሓቂ ዋላ እታ ንፈትሻ እዚኣ ዘለና ጋይስ ኩላትናስ ድኳን ክንከይድ ከለናስ ንጽባሕ ኣይንሓስብን ኢና። ሃባ ተኽስታይ ኣምጽኣ ሃባ ተኽስታይ ኣምጽኣ ገለ ጓል ግን ቅድሚ ሃባ ትጥምት እያ መጀመርያ ኣብዚኣ ትውድኦ እንታይ የድሊ እንታይ የድልን ገለ ምልእ ኳልኩሌት። ሕጂ ድኳን ክንከይድ ከለና ሓደ ግዜ ይበዝሕ ምሽ ከም ዓይኒ ሓቂ ናይ ክልቴና እንድዩ ግን ጽቡቅ ኣይኮነን ዋላ ሚዛን ኣብ ሓዳር ኣይኺደካን እቲ ስነ ሓሳብ እቲ ጽቡቅ ኣይኮነን ሎማዓንቲ ኩሉ ጢኻ ጽባሕ ተሳእንካ እሰን ግን ማኔጅ ክገብሮ ክኽእላ እየን ኣብ ኩሉ ስፔዛ ገለ ገለ ማለት እዚ ናይ ሓቂ እያ ሳሚ ሽኸይድ መሓንሻሻ እያ ከም ባህሪ እሺ ኣሕዋት እስካብ ንምቅጻል ድማ ናብዚ ምሓራዊ ሚድያ ሓደሽን መዘራረብትን ዘለዉ ነገራት ክወስደኩም እስኪ ብዚ ቪድዮ እዚ ንጀምር። ከመይ ቀኒኹም ደሓን ዶ ትኾኑ ከምቲ ኣብ ቀዳማይ ገሊጸዮ ዝነበርኩ ኣብ ቪድዮይ ብዛዕባ ጉዳይ ጨጉረይ ክነግረኩም እየ ኢለኩም ነይረ ኣብ ግዜ ናብ ሰዓተይ እንካዕ ደበኽ ኢለኩም ኣለኹ ጉዳይ ጨጉረይ እንታይ ኣሎ መሲልኩም ጸገም ኣብቲ ሆስፒታል ክሳዕ ዘለኹም ነቶም ሓኻይም እንታይ ኢለዮም ጨጉረይ ነዊሕስ ክቆርጾ ደለየ ላዕምጣ ማይ ውሰዱኒ ኢለ ተዛሪበዮም መስሓቅ እኳ እዩ እንታይ ኢሎምኒ ካብዚ ሆስፒታል ክትወፅእ ኣይፍቀደካን እዩ ፍቃድ ድበሃል የብልካን ካብዚ ሆስፒታል ክትወፅእ ኢሎምኒ ኣነ ከ እንታይ ኢለ መሊሰሎም

እታ እዚኣ ክብሎ ክመለ እዚኣ መግሮ ክመለ ናይ ጉዳይ ጨቑሪ ኣብ ቀፃሊ ትሕዝቶ ኣብ ቀፃሊ ቪድዮ ክሳዕ ዝመፀኩም ሰላም ቅንዩ ሰላም ኩኑለይ ኣብ ሰሰናይ የራኽበና ያ ጀምዓ ኣሜን ኣሜን ስኻውን ብሰላም መፀልና እሽሕዋ እዚ ቪድዮ ከም ዝረናዮ እዩ ማለት ዝሓውና ኣነ ብጣዕሚ እዩ ዘሕዝነኒ ማለት ተስፋ ኣለዎ ብጣዕሚ ዘለዎ እምነት ገለመለ እንድዒ መግለፂ የብሉን እንታይ ሞ ክንብል ፈጣሪ እቲ ተስፍኡ እቲ ናይ ልቡ ሪኡሲ ምሕረት የውርደሉ እየ ክብል ዝደሊ ኣነ። ካ ወይ ድማ መሓዛኺ፣ ኣፍቃሪኺ፣ ኣፍቃሪትካ ብእምነት ምስ ንብድሎም ወይ ድማ ኣብ ሕማቅ ኩነታት ከለዉ እንተ ደኣ ገዲፍናዮም ኬድና ወይ ውን ኣብ ሽግር እንድሕር ደኣ እቲናዮም ደሓር ተመሊስና ተረዲእና ይቅሬታ ክንሓቶም ከለና እቶም ሰባት ይቅረ ኩንካ ወይ ድማ ይቅረ ኩንኪ ምሳኻ ዘለኒ ርክብ ግን ክቕጽሎ ኣይክእልን እየ ይኸብደኒ እዩ ክብሉና ከለዉ ኣይንርድኦምን ኢና ወይ ከዓ ስለምንታይ ምቕረ ይበልክለይን ኣለኹ ወይ ከዓ ይቕረ ኣይበልካለይን ኣለኻ ንብል እቕረ ምባል ካልእ እዩ ማለት ብውሽጡ ሕድገት ክገብረልካ ክእል እዩ ምሳኻ ክቕፅል እንድሕር ኮይኑ ግን እቲ መሰረታዊ ዝኾነ እምነት ክመፅእ ኣለዎ ከም ኖርማል ሰብ ክርእየካ ክእል እዩ ንኣብነት ትርጉም ዕርክነት ወይ ድማ ትርጉም ምሕዝነት ወይ ከዓ ፍቕራዊ እቲ ምስክር ናቱሲ እምነት እዩ ወይ ከኣ ኣብ ሕማቅ እዋን ኣብ ጎኖም እንድሕር ደኣ ኮንካ ተሸጊሮም ተኣማሚኖም እንድሕር ደኣ ዝድውሉልካ ኮይኖም እዚ እዩ እቲ ዕርክነት ክበሃል ዝኽእል እንድሕር ደኣ እቲ ኣብ ሽግሮም እንድሕር ደኣ ሪሒቅካ ወይ ናብቲ ሽግር እንተእቲኻዮም ወይ ብእምነት እንድሕር ደኣ በዲልካዮም ግን ኣብ ሕማቅ እዋን እውን ደው ኢሎም ሓግዘኒ ወይ ድማ እዚ ተሸጊረ ኣለኹ ክብሉካ ኣይክእሉን እዮም ስለዚ ኣበይ ኣሎ ትዕርክነት ኣበይ ኣሎ ትምሕዝነት ክቅፅል ተኣዝዩ ከቢድ እዩ ኣብዚኣ ግን ኣብ ፍቅራዊ ከከም ሰብ ፈላለ እዩ እንተ ደኣ ብእምነት በዲልናዮም ወላእና ከም ሰብ ከም ዮርዳኖስ ንሓደ ሰብ ዕድል ክትቦ ትኽእል ኢኻ ወላ ክልተ ግዜ እውን ዕድል ክትቦ ትኽእል ኢኻ እዚ ግን ክፈላለ ክእል እዩ እዚ ናተይ ርድኢት እዩ ምክንያቱ ክምሃር ክእል እዩ ኢለ ስለ ድሓስብ ዘይመሃር እንድሕር ኮይኑ ወይ ድማ ወይ ዘይትመሃር እንድሕር ኮይና ስቕ ኢሉ ዝደጋገም እንተኾይኑ እውን እቲ እምነት ንካልኣይ ግዜ ክትሃንፆ ኣዝዩ እውን ከቢድ ስለ ዝኾነ ነዚ ነገር እዚ ግን እንድሕር ዘይተጠቀሙሉ ምናልባት ምሳኻ ዘይዕጉብነት ክህልዎም ስለ ዝኽእል ዘይዕጉብ ወዲ ተኮይኑ ማለት ጓል ተኮይና ዘይዕግብቲ ክትከውን ስለ ትኽእል ብኣብኡ ከይዶም ኣብ ካልኡ ንሕጉስ ክኾኑ ስለ ዝኽእሉ ብሰላም ክነፈንዎም ፅቡቕ እዩ ማለት እዩ ሰላም ብሩኻት ከመይ ቀኒኹም ኣብዚ ቀረባ ግዜሲ ሓደ ብጣዕሚ ዘሕዘነኒ ታሪኽ ሰሚዐ እሱ ከኣ ሓደ ሰብኣይ ኣብ ሓደ ካምፓኒሲ ን ዕስራን ሸሞንተን ዓመት ተቖጺሩ ሰሪሑ ኣብቲ ዕስራን ሸሞንተን ዓመት ከኣ ናይ ብሓቂ ኮሚትድ ኮይኑ ነቲ ካምፓኒ የገልግሎ ኔሩ ማለት እዩ እምበሺ ካብቲ ዝግብኦ ንላዕሊ ይሰርሕ ኔሩ ኣብቲ ዝግብኦ ሰዓት ከማን ኣይኮነን ወዲኡ ድወጽእ ኔሩ ማለት ነቲ ስራሕ ግድነት ክውድኦ ኣለኒ እንዳበለ ሓንሳእ ኦቨርታይም ይሰርሕ፣ ሓንሳእ ቀዳመ ሰንበት ይኣቱ፣ ሓንሳእ ውን ሰዓት ሓሙሽተ ዝውድእ ዝግብኦ ክሳዕ ሰዓት ሽዱሽተ ሸውዓተ ይጸንሕ። ስለዚ ብጣዕሚ ቢዚ ስለ ዝነበረ ሓንሳእ ሓንሳእ ስትረስ ኔርዎ እቲ ሰብኣይ። ሓደ ዓርቢ ግና ኩሎም እቶም ሰራሕተኛታት ወጺኦም ከም ኣመሉ ከኣ እሱ ነታ ደላትኒ ስራሕ ክውድኣ'የ ኢሉ ዳርጋ ሰዓት ሽዱሽተ ክኸውን ኣብታ ጣውልኡ ከሎ ሞይቱ ተረኺቡ ማለት እዩ። ሽዑ ሶኒ ምስ ኮነ እቲ ካምፓኒ ዓቢ ካምፓኒ እዩ ኢመይል ጌሩ ነቶም ኩሎም ሰራሕተኛታት ኦ እቲ መሳርሕትና ዝነበረ ናትና ኮሊግ ድሓለፈ ብድንገት ኣብዛ ጣውልኡ ከሎ ሞይቱ ተረኺቡ ኢሉ ኢመይል ሰዲድሎም ንኩላቶም ማለት እዩ መቸም ሓዚኖም ኩላቶም ከም መሳርሕኦም መሳርሕቶም ስለ ዝነበረ ካብኡ ግን ክገርመኩም ረቡዕ ግን ንዕኡ ዝትክእ ካልእ ሰብ ቆጺሮምሲ ትሬኒንግ ክገብርዎ ጀሚሮም ነታ ስራሕ ማለት እዩ ነታ እቲ ሰብኣይ ዝሰርሓ ዝነበረ። ሕሰብዎ ዕስራን ሸሞንተን ዓመት እዩ ሰሪሑ እቲ ኣማውትኡ ከኣ ብስትረስ እዩ ማለት ብዙሕ ፕረሸር ስለ ዝነበሮ ናይቲ ስራሕ እቶም ካምፓኒ እኳ ኦው ስትሮክ ሒዝዎ እዮም ኢሎም ተዛሪቦም ግና እሱ ብጣዕሚ ፕረሸር ኔርዎ ብስትረስ እዩ ሞይቱ ዋላ ብጭንቀት ኔርዎ ማለት እዩ እንታይ ክብለኩም ደልየ ሕሰብዎ እቶም ካምፓኒ ከምኡ እካ ተገበሩ እቶም ቤተሰቡ ግና ኩሉ ግዜ እንዳዘከርዋ ክነብሩ እዮም ኣቦናሲ ኣብ ስራሕ እዩ ሞይቱ እንዳሰረሐ ከሎ ብጣዕሚ ፕረሸር ዝነበሮ ቢዚ ስለ ዝነበረ ስትረስ ስለ ዝነበሮ እንዳበሉ እዮም ኩሉ ግዜ ክሓስቡ ነቲ ካምፓኒ ግን ኢትስ ጃስት ኣ ናምበር እሱ ከይዱ ካልእ ሰብ ከምፅኡ ጀሚሮም ማለት እዩ ስለዚ ሓንሳእ ሓንሳእ እንታይ ክብለኩም ደልየ ንመን ኢና ነገልግል ደለና ወይ ቀዳምነት ጊዜና ንመን ኢና ንህብ ደለና እቲ ናትና ድዓበየ ኮሚትመንት ከ ንመን ኢና ንህቦ ደለና ክንሓስብ ኣለና ከም ዝብለኩም ንካምፓኒካ ጥራሕ እንድሕር ኮይንካ ትህቦ ደለካ እቲ ድበዝሐ ጊዜካ ወይ እቲ ቀዳምነት ኩሉ ጊዜ ክትጥዓስ ኢካ ምክንያቱ ቤተሰብካ እዮም ኩሉ ጊዜ ንዓካ እንዳዘከሩ ክነብሩ ዝክእሉ ማለት እዩ ስለዚ ንደቅካ ጊዜ ሃቦም ንበዓልቲ ቤትካ ጊዜ ሃቦም ንበዓል ቤትኪ ጊዜ ሃቦ ተዘየሎ ነቲ ካምፐኒ you are just a number ማለት እዩ ንዓኻ ከኣ ክትክኡኻ ከኣ ግዜ ከማን ኣይወስደሎን እዩ ኣብ ክልተ ሰለስተ መዓልቲ ክትክኡኻዮም ማለት እዩ ስለዚ ኩሉ ግዜ ግዜና ንመን ከም ንህብ ቀዳምነት ንመን ከም ንህብ ክንፈልጥ ይግበኣና thank you ብሩኽ መዓልቲ። ሓንቲ ዊንታ ድያ ዊንቲ ትባሃል ቆልዓ ኣላ ኣብቲ ዲሳ ሓደ መርዓ እዚ ኩሉ እዚስ እዚ ኩሉ ጸዋታስ ይርእ ሕጂ እቲ ጸዋታስ ተሰጥሐ ንኮቦሮ ኢልካ ንኮቦሮ ኢልካ። ኮቦሮ ስፒሻሊ ኣብ ዓድና ክፍርኾ እንከሎ ኮቦሮ ኣጣሒሱ ኣሎ በታ ልብብ ጥዑም ድምጺ ክብል ሕጂ ተሰጥሖ ኮቦሮ እዩ ዝመስል እቲ ኣጥባታ ሕጂ እንታይ ይገብረልና እዩ ጥባታ ንዓና ኣርእያትናስ እንዳ ውራይ እያ መጺኣ እንዳ መርዓ መጺኣ ሲ ቁሩብ ሕጂ ኣብዚ ኣብዚ ሽወደን ኣብዚ ኤሮጳ ከም ደቂ ኣንስትዮ ከከም ደኣ ዝኾና ናብ ውራይ ዝኽደንኦ ክዳን ናብ ክለብ ዝኽደንኦ ክዳን ናብ ትምህርቲ ዝኽደንኦ ክዳን ናብ መገሻ ዝኽደኖ ክዳን ተፈላለየ እዩ ነናቱ ክዳን ነናቱ ቦታ ኣለዎ በቃ እዚኣ ናበይ ክዳን ክዳን ናበይ ዝኽደኖ ከማን ኣይፈልጣን እየን ደቂ ኣርብዓ ዓመት ናይ ቲንኤጀር ክዳውንቲ ይኽደና እዚኦም ስነ ጥበባውያን ኣብ ኣዲስ ኣበባ ኣብ ካምፓላ ኣብ ገለ ኣብ ገለ ኣለዉ ሕጂ ቀዳምነት ስርሖም ናይ እዝኒ እዮም ሓበሬታ ም ም ጂንካ እዩ ኣብ ፖለቲካ ሓሶት ሓበሬታ እዩ ዝበሃሉ። ዓለም ዓለም ዓለም ጎዶሎ'ያ ዓለም ዓለም ዓለም ጎዶሎ'ያ ኣራኺባትና ክትሓሊ ኣፋቒራ ድማ ትፈላሊ መታን ጽባሕ ትሓይሽ ካብ ሎሚ ከም ትሓስቦ ከም ትብህጎ ከም ትምነዮ ትረክብ ኢኻ እንዳበሉኒ እታ ዝምነያ ክትኮነለይ ኢለ ጽዒረ ክተስፋ ግን ኣይከኣልኩን። ዓዲ ተረሓቐ ተተፈላለና ኣብ ማዕሙቕ ስምዒት ብሓንሳብ ኣለና። ኣይትተሓለሊ ዓለም ናይ ጸዋራትካ ናይ ሰብ ዓቕሊ ገጥማ እየ በሊ ልዕሊኣ ሓይሊ።
እሺ ኣሕዋት ናይ ሎማዓንቲ ቪድዮና ነዚ ይመስል ኔሩ ክሳብ ሀዚ ዝረእኹምስ ኣታ ሃሊኹም ብጣዕሚ ዝፈትወኩም ብጣዕሚ እየ ዘመስግነኩም ኣብ ቐፃሊ ብካሊእ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይሞችኹም